ሰላም ዝኸበርኩም ሰማዕቲ ከመይ ቀኒኹም ንሎሚ ሓደ ኣርእስቲ ሒዘልኩም መጽ ኣለኹ ንሎሚ ንዛረበላ ኣርእስቲ መትከል ኣብ ሓሳባትና እያ ትብል ሎም ሎም ንሕና ኤርትራውያን መትከል ዝበሃል ዘይብልና እንዳኾንና ንኸይድ ኣለና ዳርጋ ምስ ዝመጸ ሰብ ምስ ዝመጸ ሓሳብ ኢና ነጣቕዕ እዚ ካብ ምንታይ ይመጽእ ኢልኩም ሓሲብኩም ትፈልጡ ዶ ጽቡቕ። ኣነ ንባዕለይ ካብቶም ብስእነት መትከል ሓሳባት ዝሳቐዩ ዘለዉ ወለዶ ስለ ዝኾንኩ ጽቡቕ ገይረ ክገልጾ ድኣ ኣይክገልጾን ውን ንባዕለይ ርግጸኛ ኣይኮንኩን። ብዝኾነ ግን ባዕልኹም መሊእኹም ተረድኡኒ። ስለምንታይ መትከል ኣብ ሓሳብ ዘይብልና? እቲ ቀዳማይ ክሕመ ዘለዎ ንቕሓት ዘይምህላው'ዩ። ደጌና እዩ ነቒሑ እምበር ርእስና ባዶ እዩ ዘሎ። እዚኣ ጸርፊ ኣይኮነትን ነቐፌታ እያ። ብዓቢኡ የብልናን ንበል እሞ ክህልወና ክንጽዕር ኢና። ኣነ ንባዕለይ ንቕሓት ዝብሃል የብለይን ይጎድለኒ እዩ። እስከ ብዛዕባ ንቕሓት ንዛረብ። ንቕሓት ካበይ እዩ ዝመጽእ? ዝኾነ ሰብ ንቕሓት ክህልዎ ኣብ ሃይማኖት ኣብ ፖለቲካ ኣብ ፍቕሪ ኣብ ስራሕ ኮታስ ኣብ ኩሉ ማሕበራዊ ህይወትና ዘጠቓልል ናትና ንብሎ መትከል ክህልወና ኣለዎ። ናትና ንብሎ መትከል ክህልወና እንታይ እዩ ዘድልየና? መንእሰይከ ከመይ እዩ ክኸውን ዘለዎ? ጽቡቕ! መንእሰይ ኣንባቢ ሰማዒ ሚዛናዊ ክኸውን ኣለዎ። ኣጠቓሊልና ንምርኣይ፣ ክነንብብ ከለና ሰለስተ መስርዕ ክንሕዝ ኣሎና። መጀመርታ ግዜ ክነንብብ ኣለና፣ ሽዑ ሰብ ክነንብብ ኣለና፣ ቀጺልና ድማ መጽሓፍ ክነንብብ ኣለና። ቀዳምነት እቲ ግዜ ከመይ ኣሎ፣ እንታይ ኣሎ፣ እንታይ ዝጠልብ ዝግ ኢልና ክነንብቦ ኣለና። ኣብ ግዜ ሰብ ስለ ዝፍጠር እቲ ዝቕጽል ነንብቦ ሰብ ክኸውን ኣለዎ። ካብኡ መጽሓፍ ነንብብ። ነቲ መጽሓፍ ውን ሰብ ስለ ዝሰርሖን ሰብ ስለ ዝጽሕፎን። ስለዚ መጽሓፍ ክተንብብ ክትብል ካብ ሰብ ከይትንጸል'ሞ በይናውነት ከየጥቅዓካ። ዝዓበየ ሰብ ምዃን ፈይጥካ ምስ ሰብ ውን ኢሂም ኢሂም ምብህሃል ንሰብ ምስማዕን ከገድሰካ እዩ። ሕራይ ምንባብን ምስማዕን ጽቡቕ እዩ ንብል ኣለና። ሓንቲ ደስ ትብለኒ ብሂል ግን ኣላ። ኩሉ ተንብቦን ትሰምዖን ተኣምኖ እንተኾንካ ኣይተንብብ ኣይትስማዕ እያ ትብል። ብርግጽ! እቲ ንሰምዖን ነንብቦን ዘለና ጽሑፍ መን ጽሒፍዎ እንታይ መትከል ሓሳባት ኣለዎ ኣይንፈልጥን ኢና። ስለዚ ንሕና ኣብ ናትና መትከል ሓሳባት ኮይንና እንተንቢብናን እንተሰሚዕና ነቲ ዘድልየና ነቲ ናትና ዝምለኣልና ወሲድና ነቲ ዘየድልየና ግን ክንጉሕፎ ኢና። ናትና መትከል ሓሳባት እንተድኣ ሃልዩና ዘዝመጸ ተዛራባይ ኣይእመነና ዘዝመጸ ጸሓፋይ ውን ኣየጽድፈና ምክንያቱ ናትና መርገጺ ስለ ዘለና። ኣብዚ ግን ክነስተውዕለሉ ዘለና ሓደ ነገር ኣሎ መትከል ሓሳባትና ንፍቅሪ ንሰላም ዝጽውዕ ክከውን ኣለዎ። ሕጂ ንሕና ኢለ ብኣብነት ክዛረብ እየ ሎሚ ሎሚ ኣብ ፌስቡክ ኣብ ዩቱብ ኣብ ኩሉ ማሕበራዊ ሚድያ እንተሪእኹም ዘዝመጸ ፖለቲከኛ ይኹን መራሒ ሃይማኖት ስነ ጥበባዊ ኮታስ ኩሉ ተዛራባይ እዩ ዘእምነና እንተ ሓደ መጽዩ ገለሊ የእምነና ንሕና ድማ መርገጺ ኮነ መትከል ሓሳባት ስለ ዘይብልና ምስ ኩሉ ዝሃሃበን ዝተጣቓዓሉን ካብቲ ሓደ ናብቲ ሓደ ክንሰግር ሓንቲ ሰፈር ዘይብልና ኮይና ተሪፍና ኣለና። ከቢድ ጸገም እዩ እዚ። ስለዚ ሓደ መንእሰይ ኣንባቢ፣ ሰማዕ፣ ኣመዛዘኒ፣ ናተይ ዝብሎ እምነትን መርገጽን መትከልን ዘለዎ እንተደኣ ኮይኑ ዝመጸ ኣየእምኖን እዩ፣ መምስ ዝመጸ ንፋስ ከኣ ኣይነፍስን እዩ። እቲ ዝዓበየ ሽግር ኮይኑ ዘሎ ግን ናይ ሎሚ ወለዶ ነዊሕ ምንባብን ምስማዕን ዘይንፈቱ ምዃንና እዩ። ሕጽር ሕጽር ዝበለን ኣዘናጋዕን እንተኾይኑ ጥራይ ኢና ንመርጾ። ነዚ ንቕሓት እዚ ዝመዝመዙ ቲክቶክ፣ ፌስቡክ፣ ኢንስታግራም እውን ካብ ሓንቲ ደቒቕ ንላዕሊ ቪድዮ ሰሪሕና ፖስት ክንገብር ኣብ ዘየፍቅዱልና ደረጃ በጺሖም ኣለዉ። እዚ ንባዕሉ ንዓና ህኩያት ገይርና ኣሎ። እቲ ቁምነገር ጎሲና ሓሸውየ ክንሰምዕ ቁምነገር ዘይብልና ኮይንና ተሪፍና ኣለና። ኣብዚ ግዜ እዚ እቲ ዝበዝሐ ተዛራቢ ወይ ዓውዓው በሃሊ እዩ ተሰማዒ ዝመስለና። ንሓደ ሕብረተሰብ ግን ተዛረብቲ ረበሽቲ ስምዒታውያን ዘይኮኑ ዘገድስዎ ሰሚዖም ዘስምዕዎ እዮም ዘድልይዎ። ንኣብነት ሓደ ሰብ መጺኡ። እዚ ትሪእዎ ዘለኹም ስነ ጥበባዊ ሰራቂ እዩ ከምዚ እዩ ከምዚ እዩ ከምዚ እዩ እንተድኣ ኢልዎ ኣንታ ኣንበሳ ኣንታ ጅግና መን ከማኻ ሓቅኻ ኣለኻ ረኺብካዮም ኣለኻ ሓራ ኣይገበርካዮም ክብል ጸኒሑ ብኻልእ ድማ ካልእ ሰብ መጺኡ እዚ ንኹስቶ ስነ ጥበባዊ ዝጸረፎ ሰብ ንባዕሉ ከምዚ ከምዚ ዓይነት ሰብ እዩ ስለዚ ንዕኡ ክንኣምኖ የብልናን እሱ ንባዕሉ ኣብ ከምዚ ከምዚ ዝኣተወ እዩ እንተ ደኣ ኢልና ነቲ ሓደ ጅግና ዝበልናዮ ርስዕ ኣቢልና ነቲ ብሉጽ ዝበልናዮ ግድፍ ኣቢልና ነዚ ሓድሽ ዝመጸና ሓቅኻ ኣለኻ ኣንታ ጅግና ናይ ልበይ ረኺብካያ ኣንታ ኣንበሳ ኣንታ ነቢ ክንብሎ ንጅምር እዚ ድማ መትከል ኣብ ሓሳባት ስለ ዜብልና እዩ። እስከ ደሓን ይኹን ንበል እስከ። ንሕና ኣንበብቲ ግዜን ሰብን መጽሓፍን እንተ ንኸውን እሞ ንቑሓት ሕብረተሰብ እንተ ንነብር። እቲ ሓደ ነቲ ሓደ ክጸርፎ እንከሎ ወይ ከዋርዶ ከሎ ኣታ ተጋጊኻ ኣለኻ ሰብ እኮ ክብረት ኣለዎ ሓሳባት እምበር ኣብ ውልቀ ሰባት ኣቲኻ ዘዛርብ የብልካን ስለዚ ይቕሬታ ክትሓትት ኣለካ ከምዚኣ ምበልናዮ። ካልእ ድማ መጺኡ ነቲ ዓገብ ዝበልናዮ እንተ ዝነቕፎ ወይ ድማ እንተ ዝጸርፎ ደሓን ደሓን ዓገብ ኢልና ኢና ጥራይ ንስኻ ውን ለብም ክብረተሰብ ፍለጥ ምበልናዮ ኔርና ግን እዚኣ ምኻል ኣብያትና ኣላ። ሕጂ ግን ክንክእላ ኢና ኣነ ንባዕለይ ምስ ዝመጸ ኣየጣቕዕን እየ ቁም ነገር ምስማዕ ውን ክጅምር እየ ኣብ መወዳእታ ክብሎ ዝደሊ ምስ ዝመጸ ንፋስን ወረን ከይንጸድፍ ንቑሓት ንኹን ክንነቅሕ ቁም ነገር ምስማዕን ምንባብን ንፍቶ መትከል ሓሳባት ሃልይና ኣብታ ናትና መርገጺ ደው ኢልና ንቕኑዕ ቅኑዕ ንጌጋ ድማ ጌጋ ምባል ንልመድ።